ኣንታ ጊሌዛ ሚዶ ዘይትገድፋ ኢኻ። ዕጸቲ ዕጭ እንተኾንኩም ዮም ነዛ ሚዶ ዓይኒ ዓይና ሪኦማ ሓሰስድ።
እሞ ኣነ ምሳኻ ኣብ ከተማ ክኸይድ ከለኹ ክሓፍር ኣይኮንኩን። እንታይ መጺኒ ኢልኪ ክትሓፍሪ ከመይ ዝበለ ሓለንጋይ ሰብኣይ ረኺብክሲ ክትኮርዒ ድግበኣክን በሺ። ዋእ እንታይ መኪና ሒዝካ ኢኻ እሞ ክኾርዕ ኣነ ዋእ። ኣቲ ጊላይ ደኣ ኣይኮነን ኣብዚሲ ኣብ ኤሮፓ ከማን ኣይገደፋን እዛ ሚዶ ኣብይና እዩ ምስማዕ። ታይ ኢልካ?
ኡይ መሓዛይ ለብዘበን ገረደት ደፊኣትኪ።
ዋእ።
እዛ ሚዶ እዚኣ ክንደይ በረኻን ሰሃራን ሰጊረ እያ ንኤውሮጳ ኣትያ። ዋእ ከይተገረማ ማለት እሞ እዩ። እዚኣ በዓልቲ ቤት እያ።
በልያ። ኣየወ
ኣዘኪርክኒ ባእ ኣብ ማሕረስ እንከሎና እኮ እዩ ቦይ ህያብ ኢሉ ሂብኒ ከም ገጸ በረከት ዋእ እዚኣ ኢሉ እሞ ህያብ ሂብካ። ዋይ ንሱ ከማን በራሕ ስለ ዝኾነ ሂብኒ እምበር ኣቦይ ህያብ ምሃብ ዘይፈቱ እዋ እሞ እስኻ ክሳብ ትበርሕ ኣይተቑጻዕን ኢኻ ማለት ድዩ? ፍጹም ከም ሓሳብ ከማንሲ ኣየዕለልኩኻን እምበር ኣብቲ ዓዲ ንደቂ ደቀይ ከውርሳ እየ ሓሳብ ዘለኒ ንኺድ ግዳ ርክቡኒ እወ ንዑናይ
መዓዛይ ቢላ ተረኺቡስ ኒዶ ክወርሱ እዮም እቶም ደቅኺ እውይ ተዋሪድኪ መሓዛይ እዚኣ ከም ገለ ኣጸምዋ ቢለ ተዘይጉሒፈያ ምስ ጊላይ ኣይትውጽኣኒ ከምዚኣ ኢልካ ዋዕ ግደፎ ባዛ ዓርከይ

ኣይ እዝስ ማልያ እዩ ናይ ሜሪ ማልያ እዩ እዝሲ ዋይ ኣታ እዚ ክዳውንተን ከ ደይዓፅፎ እዚኤንስ ኣዋልድ ደን ክበሃላ ዋይ እዚኤንስ ኣዋልድ ድየን እንታይ እዩ ዝመስለኹ እንታይ ኣይ እዚ ዓድና ጥዑም እዚ ዓድና ስታረት ከተማ መፂኻ ዶ ትዋረድ

እዋይ ጉድ ላስቲጉ ከኣ ላስቲግ ኣንታ ክንደይ ከ ክምጠጥ ኣንታ ክንደይ ከ ክምጠጥ ኣንታ ክንደይ ከ ክምጠጥ እዋይ እዚ ጫማ ተኾነ እንታይ እዩ ስቕል ንቕድሚት በጣሕ መስል ወይ ጉድ እስክንታ እስክንታ እስክታ እዋይ ኣገምግም ቃላይ ቀላሚንጦሴ እዛ ሓወይ ተዝምለሴ ዋይ ጉድ ዋይ ኣቲ እንታይ ደኣ መሲሉ ደኣ ዋይ ገላ ስቕ ኢልካ እስ ኢልካ እስከ እዚ ጫማኸ ዋይ ዋይ ዋይ ዋይ እዚኣ ተተሓይሽ ትኸውን እስኪ እዚኣስ ናይ ሉና እንድያ ተቐዳማይ ብኣምሆይ ገይራታ ወፅያ ነይራ እያ ወይ ጎድ ወይ ጎድ ወይ ወይ ጎድ ዓንዶም እያ ተዝርእየኒ ከምዚኣ ኢለ ከለኹ እዋይ ዓንዶም ተዝርእየኒ ዋይ ንገረሞ ንገረሞ ማስ ደምሞ ነይሩ እዋይ ዓንዶም ሓወይ በቃ

ኡፍ ዋይ ዝሸበጥ እኮ ሓይሽ ኸውን ቁሩብ ዝሸበጥ እምበር እዚስ ኣይከውንን እዩ ዋይ እዚ ከንታይ እዩ እዚ ከንታይ እዩ ዋይ እዚ እኮ ሓይሽ ቁሩብ እዚ እኮ ሓይሽ ድምድም ዝበለ እዚ እኮ እዚ ሓይሽ ቁሩብ
ዋይ ዋይ ለታይ ዋይ ለታይ ኣቲ ለታይ ያታ እታ እታ ኣብዚ ገዛና እምብር ብፈቃድና ሽንግሮኣ ከፊትና እታ ኣታ ክንድንቁር ኢና ንሕና። ኣነስ ሰኒ ሂበያ ኣለኹ። ኣታ ግደፈና እስከ ኣኻ ኣታ ንሕና ታይ ዓይነት ዘራፊት ኢኹም ሒዝኩምልና መጺኹም ናይ ሉና እናጸላእናስ እዚኣ ከኣ ድገደዳ። ኣላ እስኻ እንታይ ማለትካ ዳዩ ኣነ እኮ ኣብ ክንደይ ፒያኖ ባራት ንክንደይ ሰባት ሽሽ ኣቢለ ንሳዕሳዕኩ ከመይ ድበልኩ ድምጻዊት እኮ እየ። ዶሮና ኣይ ክንደየናይ ኣይመስለንን።

ጸሎት ልብለካ ቀላይ ቀላሚጦሴ ሓወይ ተዝምለሴ ኦይ ምዃን ጊላይን ለታይ እንደ ኩልቲኡ ሓደ እዩ ክልቲኹም እንተትምርዓው ከመይ ዝበለ ሓዳር ምገበርኩም መሲልክ እውይ ሓቀየ በሊ ኣቲ ኣቲ ንናንዑ እንዶ ሒዝክን ኣበጃ ክፍቲ ትበርኺ ኪድ ንዘለ እንታይ ትባሃል ኣብኡ ኪድክን እንዶ ክልቲክን ዓዕ በላ ኪድ ታንክ እንዶ ጸታ ጌርናክን ንሕና ንዕበጃ ስቅ ኣብልና። እው ጽብቅቲ ሓሳብ ገምገም ቅራይ ቀላሚጦስ ገለናይ ንደለ በረኻ እያ ደልያ ኣውድ ሰማዓክን ሰብ የለን ከም ደስ ድበለክን ድምጺ። ኦይ ተበግራብ እኮ ሰሚዖም ዝብል ጽንጽንታ ኣለኒ ዳሓር ከ ናይ ክሲ ወረቀት ከተምጻልና። ውይ

ዝና ሓፍተይ ኣውፅኦ ኣውፅኦ በል ውፅኦ ሸሓት ሂበ ገዚኤዮ ዋ ክዳነይ ኣይኮነ ሊፕስቲከይ ዝሕዘለ ሰብ ኣይፈትናዮ ውፅኦ ውፅኦ ዋ ደፋር ዋ ኣቲ ዝና ሓፍተይ እንታይ ዶ ዘቐጥዕ ገይረ እየ ዋ ደፋር ያጠጥስ ጎንደር ከይዱላ ፀ ኢሎሞ ከምዚ ናትኩ እኳ እዩ ከምዚ ላላ ክትገብር ደሊኺ ኪድ ውፂ ኣትኺድለይ ኣትኺድ ሕለፊ ክፅለአኒያ ሳይ ናቶም ዝረኣኹዋ እኳ ነዚ ክዳን ይፀላእ ክወዳድ

ሕጂ ደኣ ብዝበለጸ ሕጂ እሞ ከኣ ናይ መርዓው ናይ ቬሎ ይትበሊ ናይ ኣደራሽ ኣይትበሊ ናይ ባንድ ይትበል እናበለና ገንዘቦም ገፍ ከነብሎም ዘለና ዋው ሓቂ ከለኺ መሓዛ ደሓር ከኣ እኮ ማን ዝሃነ ኮይነ እምበር እውይ ኣቲ ምስጊላይ ምስጊላይ ምስጊላይ ዶ ይጥመ እውይ ኣነ እውይ ኣነ
መሓዛይ ግን ፋከነ ፊልኪ እዩ ተመስገን በሊ ኣቲ ምን ፋይዳ ተነፊወ እንታይ እሞ ትርጉም ኣለዎ እውይ ዘይሓካኹ ክንሕክያ ኣላ ኣቲ ብቐዳማይ እንታይ ደጋጢምኒ ኣብ ሓደ ሬስቶራንት ንኣልኮት ክንምሳሕ ኮይ ኣረ ዋ መን ዲ ረኺብኒ መን ዋ ላሜክ ዋ ኣቲ ከመይ ሓፊረ እውይ ጀምዓና ዳ መቐኒ እዮም ኮ ረኺቦም ዘለዉ ኣይወ

ኣርመርያ
ኣይገርመክ እንታይ ይበሃል ሕጂ እዚ
ዋይ ሰቐላ ቤት ክንኣኽን ጓል ተንስተይቲ ከዓ እድብ ኢላ ሽፍን ኢላ እንትኸይደ እዩ ክብረታ ከምዚ ከማኸ እንተ ደኣ ቀላዕ መላዕ ዘይበልኩ ኮይነ ወሪዱኒ እነስኸ ተሸፊንክኩም ክንደላ ተጠቕሊልኪ እኽደለኺ ስቕ በል ኣይትዛረባ እወ ከምዚ ከማኺ እንዳ ጥራሕ መዓኮራ ክትከይድ ደሊኽና
እተ መዓረይ ጓል ዓድኺ ኮይና ድያ ናይ ስጋ ኮይንካ
ንሳስ ከም ኣዴታታ እድብ ኢላ ትኸይድ ኣላ ወላ ድርዕቲ ትምሰል እምበር ናይ ኣዴታታ ሒዛ ኣላ ንሽ
ንስኻ ተላጋፀ ወይ ኣነ
መሓዛይ ክድቅስ ከለ ደኣ ኮበርታ የድልየን ይኾን እምበር። እንታይ ክገብረላ ተሸፊና ድያ ዘላ እንታይ ኮይና ክትቆርርያ እሞ ወይ ኣነ ኣንቲ ለተይ መዓረይ እቲ ነፀላ ሻርፓ እቲ ጃኬት ገለ ቁሩብ ክደይ ተውፅዮ ወይስ ዓሶ ኢኻ ሓሚምኪ ኦይ በላ በላ ሰሚዐልክን ኣለኹ ኣነስ ፅቡቕ እየ ዘለኹ ከምዚ ዕለ ሽፍን ኢለ ከመድያታተይ ፅቡቕ እየ ዘለኹ ማሙቕ እየ ዘለኹ ኢልኪ ጥረፍ እስኪ

ዲኻ ኮንካ ወደይ? ኣነ እኮ ብዙሕ በላዒት ኣይኮንኩን ግን ጽቡቅ እንድየ ዘእቱ ኣብዚ ነብሰይ ግን ኣበይ ከም ዝኣቱ እንድዒ። ኣሃ ድሕር ኣበይ ከም ዝኣቱ ኪድ ምናልባት ትኽ ኢሉ ናይ ከብዲ እግርኺ ይኸይድ ከይኮን ይሪኦ ኣለኹ እቲ እግርኺ ከማን ሰልፋዓይ ግፍሕ ኢሉ እዩ ይሪኦ ኣለኹ። እንድሕር ክንድዚ ትበልዒ ተኾንኪ ደኣ ወርሒ ወርሒ ኮኮናት ልጣፊ እንዳገዛእኹ እየ ምሳኺ ናብራ ክነብር ማለት እኮ እዩ። ግድ እንዲኻ ክትፃረፍ ዘለካ ኮንካ እንታይ ደኣ ደሊኺ
ዓሽር ወዲ ዓሽር ዕሹግ ወዲ ዕሹግ መግብታት እንዳበላዕኽን ኣብኡ ዓሲት ኮንክን ተሪፍክን ሓቅኺ ሰብሲ እዛ ቅጫ ዓተር ካብዛ መቕሎ ብውዒታ ክላን ግምዕ ዓቢሉ ተበልዐ ንኸብዲ መፅገቢ ንሕቖ ከዓ መትረሪ ይኸውን ከምዚ ናትክን ስኢልካ ዕሹግ ከሪመላ ባሽኩቲ ቾኮሌት እንዳበላዕኽን ግን ስእልክን በቃ ውድቕ ኢልክን ስብር ሓቅኸወ ዋይ ኣየ ደቂ ሎሚ ብቆልዕና ሸተራዮ ብራህ ንዝጋ ሕጂ ገጥ ኣቢሉና ኣሎ ሓቅኻ ሓቅኻ ሚናስካ ሓወይ ኣየወ ኣየወ ዋእ እዚ ጸባ እሞ ብራሕ ጸባስ ከይተዘክረኒ እውይ ስእልክን ታቡና ፍሕያ ይደርሰ በዓል ኣጅቦ በዓል ውዒ ጣይታ ጠስሚ ጌርካ ይርከብ መብዛሕቲ ኣይ እንተ ክርከብ ኣብዚ ኣብለካ ኣለኹ

ኣለኻ ዶ ኣቢ ኣለኹ እዋይ ኣንታ ኣብ ማእከል ህዛብ እንኮለኻ ዶ ወደይ ብፅምዋ ትመውት ኢኻ ኣለኻ ዶ ኣቢ ኣለኹ
ጊላይ ኦሆይ
ፍቕርኻ እባ ግለፀለይ
ኣብዚ ወብሊ
ኣንተ ከይንሓፍር ደኣ ኣንታ ሕዚ በል ሓራይ ወይለ ተባዓይ ሞተ ፍራሓይ ሞተ ኢሎሞ ሕዚ ንስኹ እኮ ንዓይ ከም መሸላ ዛንጌዳ ፈሪኺ ኣታ ጥሕኪ ብልበይ ኮፍ ኢልኪ ዘለኺ ፍጥርቲ ኢኺ
ዋ በጃኻ ንዓይ መሸላ ወዲ መሸላ ኣይትበለኒ ካልእ ኣገላልፃ ግለፀለይ ብኻልእ ኣገላልፃ ደኣ ወይለይ ሕራ በል ሕዚ ከም ሓምራ ላምናሲ ኣዝየ ዝፈትወኪ እየ ዝብለኪ ዘለኹ ላመይ ንዓይሲ ማዕረ ላምኩም ተፍቅረኒ ከመይ ድየ ዝፈትዋ ንዓ ከመይ ድየ ዝዓደላ ክሳብ ሕጂ እኳ እያ ካብዚ ቅድሚ ዓይነይ ትውር ዘይትብል ትፈልጥ እኒኻ ንስኻ ባይዘወይ ኣብ ኤውሮጳ ምሉእ ፍሉጥ እዩ ቀዳመይቲ ዘፍቅራ ሓምራ ላም እዩ ንዓኺ ግን ምስ ተመርዓኺ ኸዓ ክንዲ ሓምራ ላም ደይኮነ ክንዲ ዛብ ርእሱ ለላ ሚዶ ወሪዳ ለይትፈልጥ እትጨብጠኒ ክንደይ እየ ከፍቅረኪ
ኣታ ኣነስ ገለ እዩ ፀሊእለ
ዋ ኣቲ ሜሮ ሓውተይ ወይለየኺ ዋ ብምንታይ ዳ ክገልፀልኪ ደሊኺ ዎ ኣነ ሕጂ ንኣብነት ኣነ ማለት እዩ ከም ሻሻ ኣድግና ገይረ ዝናፍቓሲ የብለይ የብለይን በቃ ኣብዚ ዓይነ ቅጅል ቅጅል ቅጅል ኣበቃ ትብለኒ ንዝፈተኽዎ ሰብ ከማን ሻሻ ሓፍተይ ሻሻ ሓወይ ከምኡ እናበልኩ እፅውዖ በዓል ሜር ዳኣ ቤትክኖ እምበር ኣድጊ እወ ኣነ ዘዝገደደ ኢና ንሰማዕ ኣብዚ ገዛ ሲ ውይ ለታይ

ታኮ ድበሃል ነገር የለን ኣብዚ ድመጸት ፈኑ ኣሕ በቃ ከምኣ እንዳላ ጻዕዳ ብጻዕዳ እወ። እዚኣ ናይ ዓድና ባህሪ ከዓ እወ ጽቡቕ ሓዝያ ቶግ ጋእ ብልያ ቶግ በላ ሰንካ ብዕንዱ ዳ ቶግ ክንብል ኮይና
ኣንቲ ሜረይ ሸንፎትኩ እኮ ደርቢኸዮ ከይዲ ዓድና ስቱኹ ኢሉ ኣትዩ

እስኪ እንታይ እዋይ እዛ ቆልዓ ከምዚኣ ከምዚኣ ከዓ ኣብ ቀዳማይ እዚኣ ከዓ ሚካል ከዓ ትገብር ነይራ ከምዚኣ ገይራ ከምዚኣ ገይራ ሲ ትገብርስ ነይራ ዋይ እህ ኣይ ዓንዳት ከምዚኣ እያ ትዝርእየኒ ኣይ ዓንዳት ኣይ ዓንዳት ከም ጓል ከተማ ኮይና ነይራ ምስ በለኒ ነይረ በቃ ጓል ከተማ እዚ ከ እንታይ እዩ ቻፕስቲክ ዶ ልፕስቲክ ዶ ዝብልኦ ነበረ እንድዕሉ

ኣየ ንሕና ሓሊፈና ኢና ንብል ለካ ከምዚ እየን ዝገብርኦ ወይ ጉድ ወይለይ በቃ እንዚ ኢልካ ንበዓል ዓንዶም ስእሊ ክሰደሎም እየ ዓዲ በቃ

ኣቲ ቅሩብ ዶ ትስከፋስኽን ከም ሰብ ስቁር ዶ ትሓፍራ ኣዋል ምዃንክን ትርስዑ ኣለኽን እሞ ከተኾና በጃኻ ልከስ ክይጨቐጨቐና ዋ ለታይ እንታይ ክትገብር ድያ ኮፍ ኢላ ዘላ ኣብዚ ኪድ ንዓያ በላ ኣቲ ኺዲ እሱ ዶ ንዓይ ጠፊእኒ ልክስ ክትነግርኒ ገንጫር ኣበይ ደለያ በጃኻ ኢለካ ንሻሂ ክንዲ ዝቐንፈ ስለ ዝብላ ዋ፣ ለታይ እውይ
ኣሃይ እዋይ ፀዊዐኒ ዋይ
ለታይ እሺ መፃኹ

ኣንድኣ ዘይ ንስኽን ትገብሮ ኣለኽን ኢለ እየ ገጼ ገይረ ደፍዲፈዮ። ኤፐ ካብ ዝፈራሕኹዋ ዘይወጻኹ ፍልጥቲ እንድያ። ወይ ኣነ ለታይ ስንበይንኺ ኢኺ ሜካፕ ሙሉእ ኣብ ገጽኪ ተደፍዲፍክዮ መጺኺ። ኣንታ ሓርጭ ምሉእ ነብሳ ደፍዲፋታ መጽያ እቲ ለታይ ኣሕ ወይ ለታይ። ኪዲ በሊ ኪዲ ገጽኪ ተሓጸቢ በጃኺ ኢለኪ።

ሰብኣየይ እንተሰዓምክዎስ?
ወይ ጉዳይ! ለታይ
ካብ ዓዲ ናብ ኣዲስ ኣበባ ካብ ትመፂ ክንደይ ሰጊርኪ? ዋይ ሕጂ ደኣ እስኪ ጥሪ፣ ለካቲት፣ እሽ ኣታ ከምኡ እንዳበለ ድዩ ዓመት ትቆፅር እዚኣ? ዋይ ፅባሕ ባሕቲ ትሽዓተ ወርሒ ትሽዓተ ወርሒ ገይረ ኣለኹ ካብ ዓዲ ካብ ዝመፅእ ደኣ። ተናዊሓ ገይራታ ኣንቲ እቲ ዓዲ ማማ ከመይ ገዲፍክዮ ከመይ ኢሉ ኣሎ ኣነሲ እቲ ጎቦታት ጎደቦታት ኩሉ እኮ ይንፍቅ ተብሎ ኣይ ትናፍቕዎ ዓድኻ ዘይተናፈቐ ደኣ እንታይ ከይናፈቕ ኣንታ ገላዝካ ሓወይ ናፍቆት ደኣ ብሓደ ከብድና ኣትዩ ይመላልሶ ደኣ ይመላልሶ ይመላልሶ ዘብል ግዜ እዩ ስምዕ እንዶ ሎተስ እስከ ንሕክያ ክኾነና ምዛውን ኣማጻጽኣክ ናብ ኣዲስ ኣበባ ከመይ ከም ምዃን ሓኪን። ኣታ ናይ ብልቦም ድዮም ካብ ናትና ዕላልና ተጥዒሞም። እንታይ ፈልጠሎም ኢልክኒ ኢኺ። ዋእ ግደፍዮ ምባል ኣይ ይትረፈካ እንታይ ክኾነካ ኢሉ ዋይ ደሓን ኣዕልልና ዶ ኣይ ግበርዳ ኣዕልልና በል ሓዝ ሃየ ስድራይ ምስ ዘይፈትዎ ሰብ ከመርዖኒ ኢሎም ይቆጽሩ ሃየ ኣንቱም ግደፉ ኢለ ተለመንኩም በቃ ጭራሽ ኣቕቢጾም ብድሕሪኦም ሰቕበጹኒ በቃ እንታይ ደኣ ምክገብር ሃጥ ኢለ ጠፍኤ እታ ድሮ መርዓ እሞ መርዓ ተሓሽምኪ ክመጺኺ እንታይ ደኣ ክገብር ጊላይ ሓወይ ወዲ ጎደበ እዩ ነይሩ የግዳስ ኣይፈተኽዎን ካብ ሙሉ ዓድና ጥራሕ ዘይብለኒ ጎበዝ ንሱ እዩ ነይሩ ካብኡ እንዳሓር ነዚ ዓድና ኩበ ደርብየላ መፅያ

ኣቲ ድራር ኣሎ እሞ ዳሃለክሎ ሕጂ የእዱኩም ከመይ ኣለዉ። ዋት ሓሲብክኖ ኣለኽን ኢኽን ካብ ድመጽ ኮዮም ሓንቲ ሳንቲም ከይሃቡና ክሳብ ሕጂ ብገንዘብና ዝጥቀሙ ዘለዉ። እሞ ምሽ ሪኢኽዮ ዘይትሰድድ እዩ ደንጊዎም ዘሎ።
እዚኣስ ሱስ ኣላታ ኣነስ ኩሉ ኢሎም ዝገብርዎ ዘለዉ ከይስምዐን ዘሎ።
ዋእ መቸም ኣነ ንጊለ ይኣምነ እዩ እሱ ይሕሱኒ በጃኽን። ስቕ እስከ በሊ ወዲ ዝኣመነን ማይ ዝሓቆነን ሓደ እዩ። ኣይ መሓዛይ ኣብዚኣ ኣስምስላ ትግምጥል ኣለኺ ጓል ዝኣመነን ማይ ዝሓቆነን ሓደ እያ ተምስላ። ኦይ ኣብዚ ዕስራን ሓደን ክፍለ ዘመን ኩሉ ምስላ ትቕይሪ። ሓቅኽን ድኺ ካልእ እንታይ ኣሎ ዝተቐየረ። ሕጂ ንኣብነት ዓቕሊ ዋጋ በቕሊ ዝነበረ ዓቕሊ ይገብረካ በቕሊ ተቐይሩ። ከመይ እዚኣ ስሓቅኺ ኢኺ መዓዛይ ገለ ክትዛረቢ እየ ክጽንሔልኪ። ኡይ ኣታ ኣነ ፈሪሐ ዘለኹ ማኖ ከየትሕዙና ጥራሕ እዩ። እው ኣይተርፍን እዩ በጃኽን ፈዘዝ መዘዝ ኣይንበል ብዝተኻእለና መጠን ኣብዛ ውሽጢ ሰሙን ኩሉ ገንዘብ ኣብ ኣካውንትና ከም ዝኣቱ ክንገብር ኣለና። ኣነ ዘጨንቐኒ ዘሎ እኮ ኔዝጌ ስታውስኮ ዕድሙን ጥራሕ እኮ እዩ ተኸፊሉ ዘሎ። ዋይ ዓኽ ሓሲብክንኦ ኣለኺ ድኽን ብሕጂ ክልተ ሚእቲ ሽሕ እዩ ዝኽፈል ዘሎና ዋቲ በጃኽን ፈዚዝና ኣለና። ክታይ ዘይንገብር ኣብታ ናይ መወዳእታ መዓልቲ ጫምኦም ክዳኖም ሞባይሎም ኩሉ ዘይንፍንጅጆ። በቃ ኤሮፓ ኣቲክስ ክትፍንጅጂ ትንድዒ ይኣመል ይኾን ይመስለኒ ኣነስ። እዋ ወረ ኣነስ መርዓ ውድእ ምስ ኣበልና ጥራሕ ቦርስኦም ዓዶም ምስ ወዶም ኮይኑ እዩ ዝስመዓኒ ዘሎ በቃ። እቲ ክዳን ጫማ ገለ ከኣ ቦንዳ ንሸጦ። እዋእ ወረ ናይ ኤሮፓ እዩ መዓት ፋካ እኮ እዩ ዘሎ። መዓት ፋካ

ናይ ቬሎ ናይ ኣዳራሽ ናይ ባንድ እኮ ኢና ተለቂሕና ከፊልና ዘለና ሕጂ ከዓስ ናይ ካሜራማን ተለቂሕና ዓብሉ ክንከፍል ዋ
ኣትልና ሓውተይ ምሳሕታ ክቕርብ ዎ ለትዮስ ቋዕ ብሰላም መጻኽ ቀርብልና በጃ ከዚኦም ብቆየቃ ሃለፍቲ ኣቲናና ዝኽብድና እንታይ ዲኽ ሰሪሕኪ ብርስን
ጋስትራይት ዋይ ስጋ የለ እንዲ
ስጋ ዳኣ ደየለ ተወዲኡ እዩ ኣስቤዛ ከማን የለን ጥራሓ እያ ተሪፋ ዘላ እዛ እንዳ ኣስቤዛ ድሓን ንሜሪ ደዊለ ኣስቤዛ ኣምጽእ ክብላ እየ እወ ኣነ እንታይ መዓት ይወዲ ብኩሉ ነገር ሓላ ኮይና ምስ ገዛ ስምዕኒ ሽሮ እሞ ግበሪ ኣክሊ ክትጸግዒ ጸግዒ ሰላጣ ግበርላ ጉዕ ተድዩ ንሂወታ ጽብቅቲ እያ በቃ ሽሮ ናፊቅናያ ነይርና ኣኬ የላ ኣላ ዓደስ ኣይጸላእኹ በቃ በል ክቕርብ ዘሎ እንታይ ደኣ

ናይ ኣደራሽ ናይ ዲኮር ናይ ካሜራ ናይ ባንድ ናይ ዲጀ እንዳበልና ፋካና ከጋሓሓጦ እኮ እየን ዝሓስባ ዘለዋ ስርሒ ግደፈን ጥራይ ንሕና ከመይ ጌርና እቲ ምስአን ዘሎ ገንዘብ ክንምንጥለን ንሓስብ ኣለና ወላ ሓንቲ ተርደን ዘሎ
እሰ ጥራይ ኣሓን ከልየ ጥራይ ሕጂ ሱቕ ኢልና ሓራይ ክንብል ኢና ኣብዘን ውሽጢ ክልተ መዓልቲ ከመይ ጌርና ምሳና ነሕድረን ጥራይ ክንሓስብ ኣለና እምባ ኣይገርመካን ብዕላማ ከም ዝቐርባና ዘለዋስ በዚ እኮ ኢኻ ትርዳእ ክሳብ ሕጂ እኳ ኢና ነብሰን ደይቀረባና ኣሎ ኣታ ኣታ ከመይ ሸይጣውን ትሪን ዝናይ ኣዲስ ኣበባ ኣታ ክልተ ክልተ ሰሙን ምሉእስ እኮ ቦታ ሓቂፍካ ትሓድር ኣታ ካብ ናይ ኤውሮጳ ቁሪ ሃዲምና መጺና ሳብዚ ካብ ቁሪ ክውዳእና ኣቲ ቁሪ ሓፍቶም ሓየንታ ኣለወታ ሓየንታ ጥራይ ጽቡቃት እናርኣኻ ከ ተጎልቢብካ ምሕዳር ከ ዘይሰማማዓካ ኣንታ ድሕሪ መርዓ ከ ሕራይ ብላና ድን ሕራይ ብላና ድን ኣንታ ኣታ ከም ንምርዓወን ከ ርጉጽ እየን ገይረን ኣሎ እሞ የለን
ባይዘው ጀማዓ ኣብዘን ውሽጢ ክልተ መዓልቲ

ቦታይ መረባ ኣብ ዕራይ ማእከለልካ ነይሩ ዋይ ሞሲባ። እዋይ ብራዘረይ ድኣ ተሃሲኺ እንዲኺ። እዋይ ገንዘብ ንወዲ ሰብ የብሎ ዘብዘብዘብዘብ ዝተጸርበ ዝመስል መሓውራ ዝተጸርበ ዝመስል ከናፍራ ኣውዲቕኒ እዚ ኩሉ ፍግራ ኣሕ። ደሓን ደሓን ሎሚ ምሸት ዝገበርና ጌርና ሳርፕራይዝ ክንገብረን ኣለና እቲ ገንዘብ መጺኡ ኣሎ ኢልና ከድና ምሸት መስተና መፅእ ኣብዛ ገዛ ተረዲኻን መስተና ጨሪምና ጨሪምና ሸውዳት ዓቂብና ንድቅስ
ጊላይ
ሳእናና ኣታሕማመይ ላዝም ብድሕሪኻ ነዛ ሃንዳሲት ናይዚ መደብ ዛ ሉና ፀፋር ሉና ከመይ ገይረ ነታ ናይ ዕዳ ወረቐት ባዕላ ከም ትፍርማ ገብራ ናባይ ግደፍዎ ሰብኣይ ናይ ሸውዓተ ሽሕ ዶላር ክተፈርማ ኣለካ ከሌ ጥራይ ዝናበያ ኣፈሪመ ሽዑ በፍንጨን ትዕረ ከም ዝኸፍሎ ክንገብረን ኢና። ኣፍንጨኣን ተቋራጽ። ናበይ ክቕረጻ እዚኤን ያዕ። እዋይ ገንዘብ ንወዲ ሰብ የብሎ ዘብዘብዘብዘብ ዝተጸረበ ግና እኮ ዝመስሎ።
ኣቶ ገብረሲ ካብ ዓዲ እንተ ሒዝካ ዲኻ ተሰኪምካያ ንስደት ወጺኻ? ንይረማማ

ተበይትና ተፃዊትና ኣለና
ናይ ሳራን ግን ሓሊና መፃና ሲኣ ክዚአን ክፃወተልና ንዓ ኣዲስ ኣበባ ናይ ኡጋንዳ ኮነ ተፃወተልና ኦ ችርችር ጀምዓ መላ ዶ ዝዓወትና
ኣው ችርስ ንፍቕሪ ኣታ ወዲ ኣታ ተሲእኻ ነበር ከመይ ደ ሕቑፉ ኣማሚቐ ነይረ ከመይ ደማ ቁሚቕ ጸኒሐ ምስለ እንታይ ድዩ ዝረኣየን ዘሎ ናዕ ንጎ ትስእ ምስለ ኛር ኢለን ክረኸብክ ዝረኣየን ዘሎ ናዕ
ደርሆ ነቆ ክንወፅእ ግዴታ ኮይንና እምበር ኣነስ ከመይ ኢለ ካብ ሜሪ ክፍለ ከመይ ግንም ንብልኒ ሜሪ ፅብቕቲ ዓይኒ ፅብቕቲ ጫማ ዜማ ገርላ ጫማኣ ኣታ ጫማ ገይረ ዘቕርቦ ኣነ ስዝርእሱ ጫማኣ ገለ ሜሬት ቦታ ዓይን ፅቡቕና ኣለና ተኸይፍና ደይኮና ኣለና